ግን ደሓን ካብኡ ዝዓቢ ጉዳይ ስለ ዘለናስ ናብ ጉዳይና ደኣ ነእቶ። ሕራይ ግረ።
በልከ እንታይ ሓድሽ ስለ ዘሎ ኢኻ ደኣ ቅልጥፍ ኢልካ ምጸኒ ኢልካ ዝለኣካለ?
ሓድሽ ደኣ መን እዩ? ነቲ ሓዎም ረኺበ ዘራሪበዮ ነይረ። እዛ መረባዕኩም ካብ ዘይትዛዘምን እዚ ሰፊሕ ናይ ሕርሻ መሬትኩም እውን እቶኸእተዎ ዝግብኦ እቶት ካብ ዘይእቱን መዋእል ኮይኑ ኣሎ። ስለዚ ንስኹም ብመሬትኩም ንሕና ድማ ብገንዘብና ተሓባቢርና ንህነፆን ነልማዓዮን እሞ ብድሕሪኡሲ ተሓቛቒፍናን ማሚቕናን ንነብር ኢለ እሚነዮ ኣለኹ። ሕራይ ግርም ገበርካ እሞ እንታይ ደኣ በለካ።
ዋእ! ኣብቲ ፈለማ እኳ ብዙሕ ኣይተዋሕጠሉን ነይሩ። ደሓር ግን ንዝኾነ ክኾነካ ብርክት ዝበለ ገንዘብ ክንበካ ኢና ምስ በልኩዎስ ኣይተማተ ኣብኣ ከሎ እኮ እዩ ሕራይ ኢሉ እንታ እዚ ገንዘብ ድብልዎስ ህራሚ ክብልዎስ እንካን ሓቆም እዮም ስለዚ ከኣ ብርክት ዝበለ ገንዘብ ሒዝካ ናብዚ ክትመጽእ ዝቖጸርኩኻ፣ ንዕኡ እውን ናብዚ ንኽመጽእ ቆጺረዮ ኣለኹ።
እሞ እንድሕር ቆጺርካዮ ደኣ እንታይ ክንድዚ ሰዓታት ኣደንጎዮ? እንድሕርኸ እዚ ጉዳይ ግን ይሰልጠና ኢልካዶ ትሓስብ? እዞም ገዛ ጽኑዓት እዮም። ብገንዘብ እኳ ዝሰልጠና ኣይመስለንን ገለ ሜላስ ክንሓስብ ኣለና በሃላይ እየ።
ግድብልካ ገረ ብሓኽላ ከም ዝበሃል ድሮ እኮ ነቲ ምንኣስ ሓዊ እሚንዎ ኣሎ። ሕራይ ምባሎምሲ ዘይተርፍ እዩ ታይ ግድኻ። ሕራይ ደሓን ንሪኦ።
እኒሀልካ እኳ መፂኡ። በርሀ ገብረ ሓደ ውዒልኩም ከመይ ኢልኩም ውዒልኩም እነስጎኖ እንኳዕ ደሓን መጻኻ ቋርሓን ጽናሕኹም ቋርሓን ጽናሕኹም እንቱም ብሩኻን እሞ ብዛዕባ ዝተባሃልናዮ ደኣ እንታይ ገበርካ ኣይናኡ እንዴ ሕጅሲ ዝተረፈ እንዴ የለ ኣብ ጫፍ ናይ ተዓወት ዳርጋ በጺሐ እቲ ዓብ ሓወይ ጥራይ ተርፈኒ ናቱ ኸኣ ጸገም የብሉን እምበር ከምቲ ባኣመረወልካ ናይቲ ምናሰ ድሕር ጋሚነ ወዲኤዬ። ሕራይ ግረ ርኤኻ ኣለኻ ረዘነ ንዝኾነ ነገር ቅልጥፍ ኢልካ ተገበርካዮ እዩ ዘዕውተካ። ሓቅኻ ናይ ሓቅኻ እንዲኻ። ሕራይ ግረ እንካሞዚ ንዝኾነ መሳለጢ ኮነካ እዩ።

ከምቲ ዝበልኩም ንክገብር ነቲ ዓቢ ሓወይ ክረኽቦ ብሩኽ መዓልቲ ኣራይ ብሩኽ መዓልቲ ብሩኽ ከይድና ወል እስከ ሓጒስና ኢና ሓጎስና ወሰን የብሉን ብሩኽ እንታ በርሀ እሞ ከመይ ረኽብካዮ እዚ ጉዳይ እዋ ኣንታ ገብረ ሓወ እዚኣ ዳርጋ ተወዲኣ ኣንታ በርሀ እንታይ ዳርጋ ዳ ተወዲኣ ተጠርሻ በላ እምበር እንታይ ዶ ዝተርፈና ኣለና እዩ ሕጂ እኮ መዓልቲ ፈሊኻ ሓጎስካ ምብዓል ጥራይ እዩ ሃየ መዓልቲ ንፍሎ እሞ ነቲ ዓወትና ብሓጎስ ንጽምብሎ
ሕራይ ግረ በል መዓልትን ግዜን ፈሊኻ ለኣኸለይ ኢኻ እሞ ክመጸካ እየ ሕጂ ግን ክገድፈካ ሰዓት እናኣኸለኒ እዩ ብሩኽ መዓልቲ ገብረ ሓወ። ኣራይ ብሩኽ መዓልቲ።
ሓድጉ ሓድጉ ሓድጉ ንዓኻ እንዲ ኣቤት ኣደ ደሓን ዲኺ ዳር እንታይ ከድሕና ተሓድጎ ወደይ ይህ እንታይ ተረኺቡ
ንስኻስ ቦኽሪ ገዛ ኢኻ ንሱ ጥራሕ ዘይኮነ ኸኣ ለባምን መስተውዓልን ኢኻ ኔርካ። እዋእ እሞ ሕጂ ከ እንታይ ደጊለ እየ እትደ? ዘጉደልካዮ ድኣ መን እዩ? ዋላ እንታይ ወሪድካ ኢኻ እምነት ዞም ኣሕዋትካ ዘይትገብር? ኢሂ ድሓን ኣይኮኑን ድዮም እዘን ሓወይ ይሓሾን ድዩ?
ብኢስዎ እምበር ኣበይ ክሕሾ ድኣ። ደገ ደገ ምባል ዲኺ? ካብኡ ዝዓቢ ሕማም ድሃልዩ? ድሓን ብኡስ ብዙሕ ዘጨንቕ የብልክን። ዘጨና የብልክን ብኣኻን ብሕዋትካን ዘይተጨነኩ ዳ ብመን ክጭነቕ ብጃካ ክብሎ መን ኣለኒ
ይርዳኒ እቲ እደ እንተኾነ ግን ምረት ደገ ምስ ፈለጠ መቐረት ገዙ ተሰቂርዎ ክምለስ እዩ ማለተይ እየ ኣይ ሓድጊ ወደይ ኣይትብከይ ዘብኬኒ ድም ዝበሉ ኣመት ሕዋትካ ይትገብርና ኣለኻ ዘበለ እንዳ ንሱ እንድዩ ይህ እንታይ ዘይፈለጥኩ ሓድሽ ነገር ኣሎ ድዩ? መቐረት ገጹ ተሰቂርዎ ክምለስ እዩ ዶ ትብለኒ ኣለኻ? ኣይ ንሱ እንድዩ እሞ እቲ ሓቂ። ኣበይ እሞ ተስተውዕለሉ ኣለኻ? እንታይ እዩ እቲ ዘየስተውዓልክሉ ነገር ግልጽልጽ ኣቢልኪ እንዶ ንገርኒ። በል ክትፈልጥ፣ ኣይኮነን ዶ ንሱ ክምለስ በተን መቕመጽመጺ ኢሉ ብደገ ዝረኽበን ቁሩብ ቁራቡ ንዓብለሎም ሓውኻ ደገ ደገ ንኽብል እዩ ዘስትዖ ዘሎ። እም!
ንዕኡ ዲኺ ናቱ ዝዓን ተዓዚብዮ ኣለኹ ግዲ ይብልክን ካልእ ዘይፈልጦ ይተምጽእ መሲልኒ ነይሩ። ኣይ እምበኣር እንዳ ፈለጥካ ኢኻ ትም ኢልካ ትርእዮ ደለኻ። ኣደ ተሃዊኸን ይኽዕዎ ተደቢረን ይሓስኦ ከይኮነና ትዕግስቲ ከድሊ እዩ። ክሳብ መዓስ እዩሞ እቲ ትዕግስቲ? ክሳብ ናብ ልቦም ዝምለሱ። ኩሉ ብሜላን ብትዕግስትን እዩ ዝኸውን። ከመይ ኢለ ነቲ ዝሸፈተ ልቦም ከም ዝመልሶ ከኣ ኩሉ ብዘገምታ ከርእየኪ እየ።
ዘይንሱ እንታይ ይደሊ? ኣምላኽ ይሓግዝካ። ኣሜን ከምኡ ኢልኪ ጥራይ መርቂ። እወ ሓድጊ ወደይ እዛ ኣቦኹም ዕድሚኡ ዘድለየላ መረባዕና ተሰሪታ ካብ ትፋረቕ ዓመታት ጌራ ኣላ። ንሱ ጥራሕ ዘይኮነ ኣብ ዙርያኣ ከመይ ዝበለ ተፈጥራዊ ፈልፋሊ ማይ፣ ንጀርዲን ዝኸውን ሰፊሕ መሬት ውን ኣለዋ። ኢደይ ይትከል ክምዛዝምዋ እሞ እፎይ ኢልና ከኣ ንነብር።
እፎይ እፎይ ክኣመኒ ጸላ ኣትድል እንተኾነ ግን ብዙሕ ዘይተረዳእኪ ነገር ኣሎ እምበር ኣነ ድኣ ምስዞም ዝፈትዎም ኣሕዋትይ ኣብ ትሕቲ ጽላልኩም ኣሚቕና ክንነበር መዓት ጸልየ እንታይ ደኣ ኣለሞ ዝዕንቅፈካ ዘሎ ዓንቃፊ ደኣ ክንደይ ክትብልዮ እዛ መረባዓና እዚ ሰፊሕ ናይ ሕርሻ መሬትና እዚ ተፈጥራዊ ፈልፋሊ ዒላና ባህጊ ይበዝሒ በጃኺ
እሱ ስፈለጥ እዩ ሓድኩ ወደይ ኣቦኻ እውን እኮ ብኸንዳይ ቃልሲ እዩ ሰሪትዎ። ንሕና እውን ኣይክንሓምቕን ኢና ነቲ ዓንቃፋ ኣሊና መፈጸምታ ክነብጻሓ ኢና።
ኣምላኽ ይሓግዝኩም ዝወደይ በል ነዚኣ ክብል ኢለ ተዳሂርካ ከየብኩረካ ብሩኽ መዓልቲ። ሕራይ ብሩኽ መዓልቲ።
መዓልካ ሓድጋ ሓወ ደሓን ዶ ውዒልካ? ከመይ ኢልካ ውዒልካ?
መዓልካ ረዘመ። ብእምቢ እንዳልካ ጸኒሕካ።
ኣይ ስራሕ ወፊረ ምስ ወዓልኩ እንድየ ነዛ ዋኒነይ ጥንጥን ኣቢለ መጺኤ። ዋኒንካ ዘጠንጥንታ እንታይ ተረኺቡ? ድኻም ድዩ እቲ ህግኪ? ኣይ ኣይፋሉ ድኻምሲ የብለይን። ትህኪትካ ጥቓይ ትቐርብኒያ። ዶ እህ የግዳ ሓድጊ ሓወ ክረኽበካ ኢለ መጽየ። ቀዳዊና ይግበሮ። ብድሓን ድኣ ክትረኽበኒ መጺኻ? ደሓን እየ። ብዛዕባ እዛ መረባዕና እንታይ ንግበር እሂን ምሂን ክንበሃል እየ መጽየ። መረባዕና ድኣ እንታይ ዶ ኮይነ? ኣታ ሓድጊ ሓወይ እንታይ ኮይነ እየ ኸኣ ክትብለኒ? ዝኾነቶ እሞ ትስሕቶ የብልንየ። እንታይ ክትብል ከም ዘለኻ ዋላ ዋላ ዋላ ክሕዘካ ኣይከኣልኩን። እንታይ ኢኻ ክትብል ደሊኻ? ከምቲ ኣቦይ ድሰረታ እኮ እያ ደላ ኣይ ገለ ረብሓ ረኺብና ኣላ ኣይ ተዛዚማ እፎይ ኢልና ኣዕሪፍና ኣላ ሓዲጉ እኮ ዕድሜና ተወዲኡ እሞ ኢደይ ኢድካ ኢልና ንዛዝማ ድዩ ኣባህላኻ ወይ ምዝዛም በይነይ ኣገራት ሰጋጋድ ድዮም ድበሉ እንታይ ዓቕምን ክእለትን ሃልዩና ኢና እሞ ክንዛዝማ እሞ እንታይ ድኣልካ ትብል ዘለኻ እዚ ግዜ እኮ ከም ቀደም ኣይኮነን ተላፊንካን ተሓቋቒፍካን እዩ ዝሕለፍ ዘሎ። እንታይ ማለት ኢኻ ተላፊንካን ተሓቋቒፍካን? እወ እንታይ መሲልካ ሓድጋ ሓወይ ንስኹም ብመሬትኩም ንሕና ከኣ ብገንዘብና ተላፊንና ክንሃንጸልኩም እሞ ሽዑ ብሓባር ተላፊንናን ተሓቋቒፍናን ንነብር ዝብሉሲ ብዙሓት እዮም ዘለዉ ዶ? እወ እምበኣር ከምኡ ዝብሉ ከ ኣለዉ? ኣለዉ ኣለዉ ርሑቕ ከይከድካ ከማን እዞም ሃብታማት እዞም ርቡሓት ሰብ ጸጋ ንሶም ኣለዉ።
እሞ እዚ ርስቲ ናይ ኣቦናሲ ኣስሒና ከምዚ እንነብረሉሲ ጓና መላፍንቲ እቲናስ ከም ተኻረይ ትኹን ኮርመድ ይበሃላኻ ግድ ወይ ጎቦ ኹን ወይ ምስ ጎቦ ተጸጋዕ ዘበኑ ውዩ ደኣ ዘይርዳእካ ኮይኑ እምበር ኣበይ ኔርና ኣበይ ኣለናስ ትስሕቶ ይብልኒ እሞ በዓል ላዳ ጎቦ ንኸውን እምበር ጎቦ እንዳማትና ክነብዖ ምእቲ ዓይንና ኣይቁልዕን እዩ ዋይ በየናይ ዓቕምና ኢና እሞ ጎቦ ክንከውን
ሓደ ኢድ ኮይና ተፅዒርና ልዕሊ ዘን ትብለን ዘለኻ ጎቦ ክንከውን ንኽእል ኢና
እዚ ትብሎ ዘለኻ ክኸውን ዘይክእል ባዶ ትምኒት እዩ ኣብ ሕልሚ እምባር ገዲፍና ግዳብ ጋህዲ ዘይነብር ኣብ ገዛ ርስኻ ፅግዕተኛ ኮንካ ምንባር ድዩ ትጋዲ ትብሎ ዘለኻ እወ ካብ ብሰሪ ዓቕምኻ ብጸላም ምንባር ተጸጊዕኻ ትረኽቦ ብርሃን እዩ ዝምረጽ እብል ኣለኹ። ኣታ ሓድጊ ሓወይ ኣፈትኑና በዛ ብርሃን ሓቢርና እንዶ ንፈትና ኣንታ በጃኹም እንታይ መረባዕና ተሃኒጻ ክትዛዘም እንተኾይናሲ ምስዞም ሃብታማት ሰብ ጸጋ ምፍቓርን ምልፋን ንኸድልየና እየ ዝብል ዘለኹ። ስቕ በል ዶቶ ተስፋ ዘይብሉ። ኣታ ኣታ እምበርተ ንስኻ ዘርእና ኢኻ እዚ ሓሳብ እዚ እኮ ናይ በይነይ ሓሳብ ኣይኮነን ዓብለሎም ሓወይ ስኹራት ከምኡ እዩ ደሎ ሓሳቡ ኣቦና ካብ ወለዱ ተረኪቡ ዋጋ ዝኸፈለና ርስትስ ንዳባት ኣሕሊፍና ክንህባ ድሕርዛ ሕጂ እዛ ቃል እዚኣ ክሰምዓ ኣይደልን እየ ወላ ሓንታ ሓድጉ ሓድጉ ንዓባ ስምዓኒ ኣንታ ስምዓኒ እባ በጃኻ ድሓር እዚ ሓሳብ እዚ ክኸውን ተዘይኮይኑ

መን ኢኻ ትዛረብ ኣይደሓንካን ዲኻ ከመይ ኢለ ክድሕን ምስዚ እሾኽ ሓውና ደሓን ኣሎ ደሓን ኣሎ ድዩ ክሳብ በይንኻ ዘዛርብ ደኣ ታይ ግዲ ይልካ በዓል ፈልጥ
እቲ ብኣሞ ምሳኻ ተባሃልናዮ ነጊረዮ እሞ
እንታይ ደኣ ኢለካ ኣይንርኣዮ ነዛ ክጥሕረኒ ናብዛ ሓራስ ነብሪ ተቐይርታ እዋ እንታይ እሞ ማዕረ ክንዱ ዘጨንቕ ኣለካ እዚ እኮ ብሓደ ምዕልቲ ዝኸውን ነገር ኣይኮነን። ኩሉ ነገር ዘገምታ እዩ።
እሞ እዞም ሃብታማ ሰብ ጸጋ እንዲዮም ዝርብሽሉ ዘለዉ።
ሃታ ሃታ ኢልካ ዝኸውን ኣይኮነ። ዓቕሊ ግበሩ በሎ።
ዓቕሊ ክሳብ መዓስ ዓቕሊ? እዚ ርጉም ሓውና ኣይከውን ኢሉ ተቕበጸና ኸ እንታይ ክገብር እንታይ ክገብር እስከ ተቑጭና እንታይ ክትብል ኣይሰለጠንን ኣይተሓዝለይ ትብሎ

ስማዕ እስከ ዓብለሎም ሓወይ እዚ ኩሉ እልቢ ዘይብሉ ገንዘብ እልቢ ዘይብሉ ገንዘብ ኣውጺኦም ንኸብቅዑሲ ኣይከውንዩ ተልዮም ዝምሕሩ መስለካ ወይለ እምበኣር ከፊሎምኻ እዮም
ከፊሎምን እወ ዘይንሱራ እንታይ ኣፍርሓኒ ኣሎ
ስማዕ እስኪ ክኸፍሉና እዮም እምበር ከፊሎምን ግን ኣይበልካን ዓብለሎ
እዚ ጉዳይ እኮ ሕጂ እኮ ኢኻ ትጽንበሮ ዘለኻ እንታይ ኮንክ ኢኻ ህቡ ህቡ ክትብል እሞኸ ከም ትሕግዘኒ ዘለኻ ነጊረዮም ኣለኹ ናትካ እጃም'ውን ኣዳልዮምልካ ኣለዉ እምበር ዓብለሎ ሓወይ እዚ ኣዳልዮምልና ዘለዉ ገንዘብ ኣብ ኢድና እንተኣትዩ ዋእ ሃብቲምና ረቢሕና ኮመሽታ ተኺልና እወ ስዋና ሰቲና ጣጥ
ረዘነ ሓወይ ከም ዝሕግዘካ ዘለኹ ሲ ነጊርካዮም ኢኻ። ነጊረዮ እንታይ ደዩ ዝብለካ ደለኹ ናትካ ኣጃቦይ ናዳልየምልካ ኣለኹካ ኢዩ ድብለካ ደለኹ። ጽቡቕ እሞ እንታይ ተገብር ናይዛ ሓይልሽ። እወ ሕጂ ኣብዚኣ እንድያ እታ ምምኽኻርን ምውሓሓጥን ተድሊ። ሕጂ እታ ክንገብር ኢና መሲልካ። እህ ካብ ንቃበጽሲ ከነቃብጽ እዩ ደለና። ሃእ ንመን ከነቃብጽ ነቲ መንገዲ ጀራና ኮይኑ ዕንቅፋት ድኾነና ደሎ። ንዓካ ሓውና ውይ ኣታ ዋ ነብስካ ንቅርበካ ሓውካ ንሱ ተዘይተቃቢፁ ንሕና ከም ንቃበፅ ፍለጥ ይብለካ ኣለኹ እሞ ተታይ ስምዑ እዩ ሓራይ ንዑስ ኣቃበፅናዮ ጉዳይ ትምኒት ሓፍትና ከ
ኣብ ሓሳብና ተረዓመ ጉንዓ ኣነባ ኣነ ዛይባሉ ኣይሰምዓኩምኒ ትብል ተኾይና ኣሰር ሓዋ ነስራ ዋዕ እወ ካልእ ኣማራፂ ድበሃል የብልና ብዝኾነ ክገድፈካ ምስዞም ሃብታማ ሰብ ጸጋ መኺረ ሓደኡ ክገብር ብሩኽ መዓልቲ ኣንታ እንታይ እዩ ዝግበሮ
ብሩኽ መዓልቲ እባ

ንሓድጊ ምቕታልን ዘይምቕታልን ኣይኮነን።
እውይ ካልእ ደኣ እንታይ ዘፍርሕ ኣለካ?
እወ ተረዝነ ነዞም ሰብ ጸጋ ኣብ መን ኣይትመኖም ኢኻ ዋእ
ኣታ ዓብሎሎም ሓወይ ናይ ምእማን ዘይምእማን ጉዳይ ኣይኮነን ገጢምና ዘሎ ናይ ምንባር ዘይምንባር ሕቶ እዩ ኣታ በጃኻ እባ ተረዳእኒ
ተረዲኤካ ኣለኹ ግና ምስኦም ምምኻር የድልን እዩ
እዚ ስለምንታይ ግን
ክንቆትሎ ኢና ኢልና እንተ ኣካፊልናዮ ኩሉ ሓሳብና ንዑ ብምንጋር ነንሕድሕድና ከየፋልሱና ምጥንቃቅ ከገድስ እዩ
ዶ እዚኣ እባ ሓሲበላ ርዩ ፅናሓ እወ እሞ እንታይ ተገበርና ዳዩ ዝሓይሽ ግርም ንስኻ ጉዳይ ክፍሊትናን ውዕልና ጥራይ ግበር ናይ ሓድጊ ጉዳይ ናባይ ክደፎ ኢኻ ባልኻ ትቕትሎ ተንኪለ ድሕር ከም ዘይብርትቡ ጌርካ ትፈልጥ ኢኻ ሰይ ዝሓወይ ሰይ ዝሓወይ ኣንበሳ ኣንበሳ ምዃንካ ዳኣ ፈለጥኒ ግርም ግርም ዝሓወይ እሞ እዚ ጉዳይ ጥንቅቕ ኢልካ ዘዝሞ ኢኻ ድሓን ድሓን ኣጆኻ ኣነ ከምቲ ዝበልካኒ ክገብር ናብቶም ሃብታማ ሰብ ጸጋ ኸይድ ብሩኽ መዓልቲ ብሩኽ መዓልቲ ሰይ ዝሓወይ ኣንበሳ ብሩኽ መዓልቲ
ክታታይ
እንታይ ደኣ ኢልኩም ዓውዓው ክትብሉ ጸኒሕኩም ደሓን ዲኹም እንታይ ምልከተኪ ጣውላ ትም ኢልኪ ስራሕ ክደይ ትሰርሒ።
ኣይ ምስማዕ ደኣ ሰሚዐኩም እንዴ ባዕልኻ እንተነገርካኒ ሓይሽ ኢለ እንዳኣለይ። ከመይ ስምዒት ትፍጠርኪ ጓለይ? እንታይ ኢኺኸ እቲ ትሰምዕዮ?
ዝረኣናዮ የዛርበና በለት ጉብጥሽ ድበሃል እንታይ ጥዑም ሰማዕ ኮይነ እየ'ሞ ክደግሞ። እዋእ ኣቲ ቆልዓ! ቆልዓ ኣይትበለኒ ኩሉ ዝፈልጥን ኩሉ ዝርዳእን እኽል ትጎርዞ እዩ። ገጽረእ ዘይኮንኩ ጎርዞ እኳ ደኣ። መን ኢኸ እቲ ገጽረእ?
ዋይ ፈሪሕና ዶ ክንሞት ኮይና ኢና ንስኻ ንስኻ ዕሉ ሎም ኢኻ ገጽረ ኣነ ዶ ኣትስቲ ኣነ እኮ ዓብ ሓውኹ እየ ክተኽብርኒ እዩ ዝግባእኪ ዕድመ ዘይኮነ ግብሪ እዩ ዘኽብርን ዘድፍርን ብግብርኻ ከዓ ትድፈር እዋ ወሓጢ እየ እንተበልኳስ ትጎስሙ እንታይ ሕማ ግብሪ ገይረ እንታይ ክክደግም ምስ ረዘኑ ኮንካ ብዛዕባ ሓድጉ ምስ ሓድጉ ኮንካ ብዛዕባ ረዘነ ዝዛርቦ ኩሉ ሰሚዐ እየ ይሕመቕ ይጸብቕ ምስ ሓሊቕ ወግን ተባዕ ኣይሞተ ፈራሕ ኣይሞተ ላንጋ ላንጋ ሞተ ከም ዝብሃል ከይትኸውን። ኣቲ ሎቕማጽ ትም ኢልካ ኣብ ክድሃበኪ ትዛረቢ። ኣፈይ ዝሃበኒ ኣይኮነን ክብርኻ እየ ዝገልጸልካ ዘለኹ ኣይ ጻዕዳ ኣይ ጸሊም ሓሙኹሽታይ መርገጺ ሒዝካ ንኽልቲኦም ተናቕሶም ትሓስብ ከም ዘለኻ ሃህ ኢልኺ ዝዛረቦም። ግዳ ትም በሊ ማዕረ ክንዱ ዕድል ትረኽቢ ይመስለኒ። ዋይ ትምኒት ድሓን ንሱስ መን ክኽልክለኒ።

መን ኢኻ? ረዘነ ረዘነ
ወይለይ ረዘነ ዲኻ? እቶ
ከበልካ ቀኒኻ ሓለ ቀኒኻ ኣምላኽ ይመስገን እንኳዕ ደሓን መጻኻ እንኳዕ ደሓን ጸናሕካ እታ ብሩኽ ብሩኽ ሕያዋይ
ንበር እስኪ ሕራይ ብሰማይ ብሰማይ እታ ብሩኽ ብሰማይ
ሕራይ እምበዓር ብዛዕባ እቲ ውዕል ወረቐት ከም ውዕልና መሰረት ስለ ዘዳለኹዎ እየ ጸዊዐካ። ግር እልካዮ ይኸውን። ብዛዕባ እቲ ዓቢ ሓውካኸ እንታይ ገበርካ? ናቱሲ
እንታይ ክሰምዓሉ፣ ከምታ ዝበልኩምና እርይ ቁጽር ኣቢልና ኣነጊርናዮ፣ ክሳደይ ንኻራ ኢሉ ዕጭ ሓንፊፉ።
እታ ኻራ ክብደለያ ድየ? ምስቲ ምናእስ ሓወይ? ግርም ንኾኖ ሞዞም ሒዝና ኣለና ድሮ ኸማን ተዛዚሙ ኸውን እዩ ኣሃ
ሕራይ ግርም እሞ ንስኻ ኣብዚ ክትፍርም ኢኻ እቶም ዝተረፉ ኣሕዋትካ ኸኣ ደሓር ነስዕቦም ሕራይ ሕራይ ግርም
እሞ እንታይ ኢልካ እሞ እዚኣ ጥምዓያ ኣበያ ኣብዚኣ ጥምዓያ ሕራይ
ሕጂ ኣብዚኣ ፈርም።
ሃብኩኺ ግርም ተኮይና ኣድሚቀያ እንዴ እሞ ግርም ጌርካያ ኣለኻ
እሞ ኣነ ዘይውዳእ እኳ ንእሽተይ ጉዳይ ስለ ዘላትኒ ንዓ ክዛዝማ ሕራይ እሞ ክገጽፈካ በ ብሩኽ መዓልቲ ሕራይ ብሩኽ መዓልቲ ብሩኽ ሕያዋይ በርታ ሓጒስና ኢና ግርም

እንታይ ደኣ ኢኻ በርተክ በርተክ ትብል ደሓን ዲኻ? እንድዒ ኣነስ በየን ኣቲኻ ኢለ እዋ ብማዕጾ ግዲ ኣይተራሒ እንዲ ዘሎ ማዕጾኻ ዶ
ብልስከ ደሓ እንቋዕ ደሓን መጻኻ እንቋዕ ደሓን ጸናሕኻ ገብረ ሓወ ንበር ንበር እስከ ንበር ብሰማይ ብሰማይ ክበር
እዚኣ ኸኣ ነዚ መዓልቲ ሓጎስና ክትከውን ኢለ ዘዳለኹዋ እያ ግርም ገበርካ ገብረ ሓወ ክገርመካ ኣነ ነዛ መዓልቲ እዚኣ ከመይ ብሃንቀውታ ጽበያ ነይረ መስለካ እንካስ ከዓ ዝበርሃ ሓወይ ችርስ
በርሀ
ነዚ ጉዳይ ዝኸውን ንምግባር መዋእለይ ሰለም ከየበልኩ እየ ሒፈዩ ሕጂ ከምዚ ናብ ዓወት ምብጻሕና ሓጎሰይ ወሰን የብሉን ኣነ ውን ሓጎሰይ ወሰን የብሉን ገብረ ሓወ ንዓስ ከስዓመኒ ኣንታ ብሩኽ ገብረ ኣነ ውን ነዛ ፍጻመ እዚኣ ክፍጽም ሰለም ከየበልኩ እየ ሓዲረ መዋእለይ ዝተመነኹዋ መረባዕ ትማል ትማል ብድሕረይ ኣፍቲምካ ክትጫረተኒ ምሕሳብካ ሓንትን ዝዓበየትን ጌጋኻ እያ ነይራ። ፍርዳ ድማ እዚኣ እንታይ ደኣ ይደኹ
ዓብለሎ ረዘነ ኣታይ ኣለኹም እንዲኹም ኢሓድ ጎደይ ኣይደሓና እንዲና ንሕና ዝደሓን ኢና እዞም ደለይቲ ዘይናቶም ግን ነንሕድሕዶም ተዋዲኦም ዶ ትብለኒ እሞ እዞም ቆልዑ ደኣ ናበይ ኣቢሎም ኣይንዕኦም እንዴ ዳዮም ክገብር ኢለ መፅየ የለዉ ኣብዛ ገዛ በይነይ ደለኹ እታ ትምኒት ሓፍትኻ ካበይን ከም ዝወፀት ሽርብ ኢላ ውዒላ ትምኒት ሓፍተይ ዳ ካብዚ ገዛ ሓሊፋ ናበይ ከይትኸይድ ኢልክያ? ኣንታይ ኢላ እንድየ ዝብለካ ዘለኹ? ኣንታ ፈጣሪ ሕማቕ ነዞም ደቀይ ኣይተርእየኒ። ወይ ጓለይ ኣንቲ መን ኣሲርኪ? ወድኺ ዓብለሎም ወድኺ ኣሲሩኒ። ዓብለሎም ወደይ እንተኾይነ ኢሉ እንታይ ስለ ዝኣበስኪ ኣሲሩኪ? ምስ ረዘኑ ኮንካ ብዛዕባ ሓድጉ፣ ምስ ሓድጉ ኮንካ ብዛዕባ ረዘኑ ሕሹኽሹኽ ትብሎ ዘለኻ ኣይተበረሃንን ተበልኩ ኣሲርኒ። ሓድጉ መጺእ ኣለኹ።
ዋእ ኣታ ካሕዳም እንታይ ክትገብር መጺኻ? እንታይ ዝበለ ዕጥቂ ደኣ ኣሎ ክዓጢቑ ዘሎ? እንቋዕ ብደሓን መጻኻ። ከይትቐርቦ ካራ ዓጢቑ'ሎ። ህ! ናይ ምንታይ ካራ? ኣንታ ናይ ምንታይ ካራ እዩ? ንሓድጊ ሓወይ ክቐትለላ? ካብዞም ጓሓላሉ መንገዲ ረዘነ ሓወይ ዝተረከብክዎ ካራ እዩ። እንታይ ሓውኻ ክትቀትል? ኣይውዕሎ መዓስ ዓቢዱ? ኣታ ጥዑይ ዲኻ ኣፍ መሊሎ በዓል ብለካ የለን።
ኣቲ ቆልዓ በዚ ጌረ ፈታሕ ከብለካ እየ። ትሚ ኣይተሃወኺ ረዘነ ሓወይ ብጥቕሚ ተደሊሉ ምምላስ ምስ ኣብየና ካብ ንኸስሩ ከትቆመል ኢና መሪጽና። ኮምቲ ኮይኑ ደኣ እሞ ንምንታይ ንዓይ ኣስርኒ? ምስ ክልቲኣቶም ክትዕሪ ሰሚዐካ ስለ ዘልክን። ሰሚዐካ እንድየ እሞ እወ ሰሚዕክኒ፣ እንተኾነ ግን እቲ ምስ ሓዱ ዘዕለልናዮ ንረዘነ ከድኪ ከይትነግርዮ ስለ ዝሰጋእኹ እየ ኣሲረ ዳጒነኪ። ኣልዒል ኣቢልካ ኢኻ ሓሳዊ። ሓሶት ኣይኮነን ሓቂ እዩ ዝዛረብ ዘሎ። ኣታ ርድኣካ ኣሎ ድዩ ንረዘነ ዘይኮነ ንዓኻ ከይነግረካ ኣሲርኒ እኮ ይብለካ ዘለኹ። ይርድኣኒ እወ ኣነ ውን ከም ዝኣሰረኪ ጽቡቅ ጌረ እፈልጥ እየ። ኣደይ የላ እንዳበለትኒ ካብቲ እንዳ ሙራቑት ኣእዳውክን ኣእጋርክን ፈቲሐ ዘውጻእኩኺ ኣብኡ ከም ዘለኺ ስለ ዝፈልጥ ዘይኮንኩ። ወይለከ ዘይሰምዖ ዘይብለይ። ረዘና ክሕጅበ ኣሎ። እዞም ጓሓላሉ ነንሕድሕዶም ዝተዋዱ ንሱ ድማ ማይ ዓሚኹ ተሪፉ ነዛ ንዓይንና ክርኢ ዓቕሚ ምስ ኮኖ ሃጽ ኢሉ ጠፊኡ።
ከስዒድ ዶ ጉራጉራ ክበሃል ዳይ ሓቂ እንድዩ ካባኹም ኣሕዋቱስ ውልቃዊ ረብሕኡ ቀዲሙ።
ታይ እሞ ክንብል እና ትደ።
ብዝኾነ ኩሉ ተረዲእዎን ተጣዒሱን ይቕረ በለይ ንምለስ ይኸውን። እንታይ እሞ ክንብል ኢና። ሕማቕ ጥሪትካስ ዝሸጦ ትልውጦ ሕማቕ ሓውኻ ከ ንመን ትህቦ? ግርም ኣለኻ ሓድጊ ወደይ ሓውኹም ሓውኹም ምዃኑ ይተርፎን እዩ ንመን ደኣ ክትህብዎ? ሓድጊ ሓወይ እታ መቕተሊትካ ዝተሓሰበት ካራ መከላኸሊ ክትኮነካ እንካ ተቐበለኒ። ነይ በላዕ መዘዝ ከይተምጸልና ደሓር ከኣ ኣቦታትና ዘውረሱና ሓደ ሓቂ ኣሎ ዘይናህና ኣይንደልን ናህና ከኣ ኣሕሊፍና ኣይንህብን።
ልክዕን ሓቅን ዘረባ እዩ። ኣብ ናህና ኮይንና ንናህና ንኹን። ደጊም ዘራቲ ስለ ዘየለ እዛ ርእሲ ናይ ኣቦና ዝኾነት መረባዕ ክነሃንጻን ክነማዕርጋን ሓቦ ንበል። ልክዕ ኣለኻ ሓድጉ ሓወይ እቲ ግዜ ሕጂ እዩ። ዓብደሎም ሓወይ መሲልኒ ደፊረካ እየ እሞ ይቕረ ግበረለይ።
ይቕረ ኩንኪ ኩንኪ ዝሓፍተይ ሓፈቲ ትደፍኢ።
ተመስገን ተመስገን ፈጣሪ ኩሉ ኣለም።